ዝርዝራት ዜና፣ ሚኒስትሪ ዜና ከም መቐጸልታ ናይቲ በብግዜኡ ዓቕሚ ኣባላቱ ንምዕባይ ከካይዶ ዝጸንሐ ጻዕሪ፣ ሎሚ'ውን ኣብ ዝተፈላለየ ኣሃዱታቱ ተዋፊሮም ግብራዊ ትምህርቲ ክቐስሙ ንዝጸንሑ ሚእትን ሰማንያን ሓሙሽተን መንእሰያት ኣመሪቑ'ሎ። ሃብቶም ፍረዝግን ዘዳለዎ ጸብጻብ ኣርሴማ ኣስመሮም ከተቕርቦ'ያ።
ሚኒስትሪ ዜና ክልሰ-ሓሳባዊ ትምህርቲ ድሕሪ ምውሳድ ኣብ ማእከላይ ቤት ጽሕፈቱን ኣብ ዞባታት ኣብ ዝርከብ ጨናፍሩን ተዋፊሮም ንልዕሊ ሓደ ዓመት ግብራዊ ትምህርቲ ክቐስሙ ንዝጸንሑ ሚእትን ሰማንያን ሓሙሽተን መንእሰያት ብሽዱሽተ ነሓሰ ኣብ ኣዳራሽ ሃገር ኣመሪቖም። እቶም ብሰርቲፊኬት ዝተመረቑ መንእሰያት ብሓፈሽኡ ብሞያ ጋዜጠኝነት፣ ብቐንዱ ድማ ብምምእርራርን ምስራሕን ዜናታት፣ ምስንዳእ ጽሑፋት፣ ድሩቕን ተንቀሳቓስን ስእልን ስነዳን ዝሰልጠኑ እዮም። ኣብ ሚኒስትሪ ዜና ዳይረክተር ምምሕዳርን ፋይናንስን ኣቶ ርእሶም ፍስሃየ ንተመረቕቲ ኣብ ዘስመዖ ቃል፣ ዝቐሰምዎ ስልጠና ኣካል ናይቲ መንግስቲ ኤርትራ ብኽነት ዓቕሚ ሰብ ንምውጋድ ብገዚፍ ባጀት ዘሰላስሎ ዘሎ ጻዕሪ ምዃኑ ብምጥቃስ፣ ኣብ ግብራዊ ትምህርቲ ተዋፊሮም ኣብ ሓፈሻዊ ንጥፈታት ናይ ሚኒስትሪ ዜና ንዝገበርዎ ኣበርክቶ ብስም ሚኒስትሪ ምስጋና ኣቕሪቦም። ዝዓበየን ቀንድን ቤት ትምህርቲ ስራሕ'ዩ ዝበለ ኣቶ ርእሶም፣ ነዚ ሓቂ'ዚ ተገንዚቦም ንዝተመደብሉ ቦታ ስራሕ ከም ቤት ትምህርቲ ወሲዶም ካብ ነባራት መሳርሕቶም እቲ ዝድለ ብቕዓት ክድልቡ ብምዝኽኻር፣ ኣብ ሚኒስትሪ ዜና ምስ እዋናዊ ምዕባለ ንዝኸይድ ሰፊሕ ዕድላት ናይ ሞያን ረብሓታት ትምህርትን ንምምዝማዝ ትግሃትን ተገዳስነትን ከዕብዩ ተላብዩ። ኣብ ሚኒስትሪ ዜና ዳይረክተር ጨንፈር ምምዕባል ዓቕሚ ሰብ ኣቶ ስብሃቱ ክፍለ ብወገኑ፣ ሚእትን ሓምሳን ሰለስተን ደቂ ኣንስትዮን ሰላሳን ክልተን ደቂ ተባዕትዮን ተመረቕቲ ነቲ ኣቐዲሞም ዝወሰድዎ ክልሰ-ሓሳባዊ ስልጠና ንልዕሊ ሓደ ዓመት ኣብ ዝተፈላለየ ኣሃዱታት ሚኒስትሪ ዜና ተዋፊሮም ብግብራዊ ስልጠና ኣብ ምድራዕ ዝጸንሑ ምዃኖም ብምጥቃስ ኣብ ዜናዊ ንጥፈታትን ካልእ ተልእኾ ናይቲ ሚኒስትርን ዜናዕ ኣበርክቶ ከምዝገበሩ ሓቢሩ። ኣብቲ ኣጋጣሚ ተመክሮኦም ዘካፈሉ ምሩቓት፣ ንግብራዊ ትምህርቲ ተዋፊሮም ኣብ ዝጸንሕሉ ግዜ፣ ካብ ፍልጠትን ተመክሮ ስራሕን ናይ ቀረባ ሓለፍቶምን መሳርሕቶምን ብዙሕ ከም ዝቐሰሙ ብምጥቃስ፣ ሚኒስትሪ ዜና ሞያዊ ትምህርቲ ናይ ምሃብ ንጥፈታቱ ብዝሓየለ ክቕጽሎ ተላብዮም። ኣብ መወዳእታ ምሩቓት ካብ ዋና ዳይረክተር ክፍሊ ኣገልግሎት ወጻኢ ኣቶ መኩርያ ወልዱን ዋና ዳይረክተር ክፍሊ ቴሌቭዥን ኣቶ ኣስመላሽ ኣብርሃን ሰርቲፊኬት ተቐቢሎም። እዚ ከምዚ'ሉ እንከሎ፣ ኣብ ዞባታት ዝነጥፉ ወኪላት ኣገልግሎት ዜና ናይ ሽዱሽተ ወርሒ ንጥፈታቶም ብምግምጋም ንዝመጽእ ካልኣይ መንፈቕ ናይ ስራሕ መደባት ሓንጺጾም። ኣብቲ ብሓሙሽተ ነሓሰ ኣብ ማእከላይ ቤት ጽሕፈት ሚኒስትሪ ዜና ዝተቓንዐ ኣኼባ፣ እቶም ወኪላት ምስ ናይ ቀረባ መሻርኽቶም ዝኾነ ኣሃዱታት ሚኒስትሪ ዜና ዝጸንሖም ናይ ስራሕ ዝምድና ኣብ ዘዕዝዙ ውጥናት ድሕሪ ዘካየድዎ ዘተ ብዝተፈላለዩ ሓለፍቲ ሚኒስትሪ ኣብ ምሕያል ዕለታዊ ንጥፈታቶም ዝሕግዞም መግለጺታት ተዋሂብዎም።
ከም ኣካል ናይቲ ኣብ ዝተፈላለዩ ከባቢታት ዞባ ጋሽ-ባርካን ዝርከቡ ስድራ ስዉኣት፣ ኣለይቲ ዘኽታማትን ጽጉማት ወገናትን ንምድጋፍ ብህዝብን መንግስትን ዝካየዱ ዘለዉ ናይ ምጥያስን ምሕጋዝን መደባት፣ ኣብ ንኡስ ዞባ ጎኘ ንስድራ ስዉኣትን ጽጉማት ወገናትን ገንዘባውን ንዋታውን ሓገዝ ተዋሂቡ። ተጸዋዒ ሚኒስትሪ ዕዮን ሰብኣዊ ድሕነትን ኣብቲ ንኡስ ዞባ መንእሰይ ግርማይ ገብረትንሳኤ ነቲ ሓገዝ ኣመልኪቱ ንኤሪና ኣብ ዝሃቦ ሓበሬታ፣ ንሓሙሽተ ዘኽታማት ዝኣልያ ስድራቤታት ነፍሲ ወከፈን ዋጋ ሰላሳ ሽሕ ናቕፋ ጥሪት ክዕደላ እንከለዋ ዓሰርተ ክልተ ስድራ ስዉኣት ድማ ነፍሲ ወከፎም ሓደ ሽሕን ሽዱሽተ ሚእትን ሓምሳን ሽዱሽተን ናቕፋ ከምተዋህበ ጠቒሱ፣ እቲ ብህዝብን መንግስትን ዝተገብረ ሓገዝ ኣካል ናይቲ ንጽጉማት ወገናት ንምርዳእ ካብ ነዊሕ ጀሚሩ ክስራሓሉ ዝጸንሐ ሰናይ ተግባር ምዃኑ ገሊጹ። ተጠቀምቲ ናይቲ ሓገዝ ኣብ ዝሃብዎ ርእይቶ፣ ተገይርሎም ዘሎ ሓገዝ መነባብርኦም ብምምሕያሽ ደቆም ብግቡእ ከምህሩን ክኣልዩን ከምዝሕግዞም ብምጥቃስ ምስጋንኦም ኣቕሪቦም። ዝምድና ህዝብን ፖሊስን ብምድንፋዕ ገበናት ንምክልኻል ዝዓለመ ኣብ ንኡስ ዞባ ጎልጅ ብደረጃ ምሕዳር ከባቢ ንቕሓት ሕብረተሰብ ዘበርኽ ኣስተምህሮታትን ሰሚናራትን ይካየድ ከምዘሎ ወኪል ኤሪና ሓቢሩ። ኣብቲ ርክብ ህዝብን ፖሊስን ካብ ቀንዲ መስመራት መጓዓዝያን ሓውሲ ከተማታትን ማሕዲገን ዝርከባ ምምሕዳራት ከባቢ'ውን ተጠቀምቲ እዋናዊ ሓበሬታ ንክኾና ናብ ነፍሲ ወከፍ ምሕዳር ከባቢ ብምንቅስቓስ ኣብ ምክልኻል ሓደጋታት ኣገዳስነት ምሕያል ዝምድና ህዝብን ኣብ ምውሓስ ፀጥታ ከባቢ ብዝምልከት መብርሂ ከምተዋህበ ክፍለጥ ተኻኢሉ ኣሎ። ካብ ነበርቲ ኣቶ ዑስማን ኣደም ኣብ ዝሃብዎ ሓበሬታ ሳላ እቲ ፖሊስ ዝካየድ ዘሎ ሰፊሕ ጎስጓስን ዝወሃብ ዘሎ እዋናዊ ሓበሬታን ንቕሓት ህዝቢ ኣብ ፖሊሳዊ ኣገልግሎት እናዓበየን እወታዊ ኣመለኻኽታ እናደንፈዐን ምምፅኡ ብምግላፅ እቲ መደብ ቀፃልነት ክህልዎ ተላብዮም። ኣቶ ተስፋማርያም ካሕሳይ ብወገኑ ህዝቢ ካብ ቤላቤለው ክርሕቕን ኣገዳሲ ሓበሬታ ንፖሊስ ክምግብን ሓላፍነት ከም ዘለዎ ጠቒሱ፣ ውህደት ህዝብን ፖሊስን መሰረት ውሑስ ፀጥታ ከም ዝኾነ ኣነፂሩ። ብዘይምትሕብባር ሕብረተሰብ ዕማም ፖሊስ ሙሉእ ከም ዘይኮነ ዘብረሀ ኣዛዚ መደበር ፖሊስ ንኡስ ዞባ ጎልጅ ካፕቴን ሳልሕ መሓመድ ዓሊ፣ ህዝቢ ስራሕ ፖሊስ ብቐንዱ ድሕነቱን ፀጥትኡን ምውሓስ ምዃኑ ተገንዚቡ ምስ ፖሊስ ዘለዎ ርክብ ከዐቢ ከም ዝግባእ ኣመልኪቱ። ኣብ ኑዞ ሓጋ ዝርከቡ ጥንታውን ታሪኻውን ህንፃታት ካብ ዘንፀላልዎ ዘሎ ናይ ብርሰት ሓደጋ ንክድሕኑ ቁልጡፍ ቆላሕታ ክግበረሎም ነበርቲ ኣዘኻኺሮም። ንሳቶም ንኤሪና ኣብ ዝሃብዎ ሓበሬታ ኣብ ምምሕዳር ከባቢ ዓዳልት ንዝርከብ ብፎሮብያ ዝፍለጥ ህንፃን ኣጋጢምዎ ዘሎ ዕንወትን ብምጥቃስ ዝምልከቶ ኣካል ኣድህቦ ክገብረሉ ፀዊዖም። ኣቶ ሓምድ ሳዓደላን ኣቶ ጃብር ኣደምን ኣብ ርእይቶኦም፣ ኣብ እዋን ክራማት ብዝኽሰት ሓያል ንፋስ ዚንጎታቱን ካልእ ንብረቱን ስለዝዓነወ ስክፍታ ፈጢሩሎም ከምዘሎ ብምምልካት ንምጽጋኑ ተበግሶታት ምስ ዝውሰድ ኣብ ግርማ'ታ ከተማ'ውን ኣስተዋጽኦ ከምዝህልዎ ሓቢሮም። ኣቶ ፈይሰል ስዒድን ኣቶ እድሪስ ሳዓደላን ብወገኖም እቲ ዓንዩ ዘሎ ታሪኻዊ ኣገዳስነት ዘለዎ ህንጻ ኣሰራቱ ጠቕሊሉ ከይጠፍእ ዘለዎም ስክፍታ እናዓበየ ይመጽእ ምህላዉ ብምጥቃስ ምፅጋኑ ሓላፍነት ነፍሲ ወከፍ ኣካል ሕብረተሰብ ስለዝኾነ በወገኖም ኣድላይ ምትሕብባር ክገብሩ ድልዋት ምህላዎም ኣረጋጊፆም። ኣመሓዳሪ ከተማ ሓጋዝ ኣቶ ተክለሃይማኖት ሙሳኤል ኣብ ዝሃቦ ሓበሬታ ድማ እቲ ስክፍታ ርኡይ ምዃኑ ጠቒሱ እቲ ህንፃ ዋንነት መንገዲ ባቡር ኤርትራ ስለዝኾነ ባዕሎም ክፅግንዎን ክከታተልዎን ከምዝግባእ ብምምልካት ምምሕዳር ከተማ ሓጋዝ ግን ኣብ ምፅጋኑ ክተሓባበር ቅሩብ ከምዝኾነ ኣነፂሩ። ኤርትራውያን ነበርቲ ከተማ ሆኮቮት እስራኤል ከተማታት ዳላስን ፎርት ዎርዝን ሕብራት መንግስታት ኣሜሪካ ሪያድ ስዑድ ዓረብ ከምኡ'ውን ማሕበር ኤርትራውያን ወረዳ ኣፎምቦኽ ጀርመን ንመሰሰኒ ማዕከን ሕድሪ ሰማእታት ዝውዕል ልዕሊ ዕስራ ሽሕ ዶላር ኣስታት ሓሙሽተ ሽሕ ዩሮን ዕስራ ሽሕ ናቕፋን ከምዘወፈዩ ካብ ሚኒስትሪ ዕዮን ሰብኣዊ ድሕነትን ዝበጽሓና ሓበሬታ ኣረዲኡ። ብመሰረት ሓበሬታ ኣባላት ማሕበረኮም ኤርትራውያን ነበርቲ ከተማ ሆኮቮት እስራኤል ዓሰርተ ሓሙሽተ ሽሕን ሽዱሽተ ሚእትን ዶላር ብምውፋይ ካብ ሰማእታቶም ዝተቐበልዎ ሕድሪ ምትግባርን ንሶም ንዝሓደግዎም ስድራቤታት ምእላይን ሓላፍነቶም ምዃኑ ኣሚኖም ብዝለዓለ ከምዝቕጽልዎ ኣረጋጊጾም። ኤርትራውያን ነበርቲ ከተማታት ዳላስን ፎርት ዎርዝን ሕቡራት መንግስታት ኣሜሪካ ብግደኦም ዝገበርዎ ኣበርክቶ ንስድራ ናይቶም በጃ ሃገርን ህዝብን ዝወደቑ ጀጋኑ ኣለናልኩም ንምባል ምዃኑ ብምጥቃስ ንመሰሰኒ ማዕከን ሕድሪ ሰማእታት ዝውዕል ሓሙሽተ ሽሕን ሚእትን ዶላር ወፍየም። ኣርባዕተ ሽሕን ሸሞንተ ሚእትን ዩሮ ዘወፈዩ ኣባላት ማሕበር ኤርትራውያን ኣብ ኣፋምባኽ፣ ጀርመን ድማ፣ እቲ ወፈያ ከም መቐጸልታ ናይቲ ኣቐዲሙ ንኽልተ ዓመታት ዝናብዩዎም ዓሰርተ ሰለስተ ጽጉማት ስድራቤት ስውኣት ንሸሞንተ ተወሰኽቲ ስድራቤታት ንኽልተ ዓመታት ንምርባይ ከም ዝኾነ ኣነጺሮም። ኣብ ሪያድ ስዑዲ ዓረብ ዝነብሩ ኣቶ ፍጹም ተወልደመድህንን በዓልቲ ቤቶም ወይዘሮ ጸጋ ተኽለኣብን ብስም ነፍስሄር ጓሎም ዊንታ ፍጹም ዕስራ ሽሕ ናቕፋ ከም ዘወፈዩ ሚኒስትሪ ዕዮን ሰብኣዊ ድሕነትን ሓቢሩ።